ዝተኸበረ ሰላምታና ኣብ በቢ ዘለኹሞ ተመኒና ክቡራት ተኸታተልቲ ዕለታዊ መደብና ዜናታት እዚ ዕለት ሒዝናልኩም ቀሪብና ኣለና። ፈለማ ኣርእስተ ዜና ክነስማዕኩም። ብሰንኪ ኩናት ፅንተት ዝዓንዩ ዝነበረ ታሪኻዊ መስጊድ ነጋሽ ከይዲ ፅገና ምዝዛሙ ቢሮ ባህልን ቱሪዝምን ኣፍሊጡ። ጀነራል ፃድቃን ገብረትንሳኤ ዲሞክራታይዜሽን ዝብልሕ ስነ ሓሳብ ኣብ ትግራይ ከስፋሕፍሕ ጀሚሩ ነይሩ ኣብ ኢትዮጵያ ከ ተኸቲልዎ ዶ? ኢትዮጵያ ኣብ ልዕሊ ኤርትራ ዘርእዮ ዘለኹ ገደብ ኣልቦ ወታደራዊ ትዕግስቲ ቅድመ ኩነት ዘይብሉ ኣይኮነን ክትብል ትሕነ። ኣብ ለገ ክልል ደቡብ ከተማ ጂንካ ዘጋጠመ ሕማም እንታይነቱ ብምርመራ ከም ዝተረጋገጸ ሚኒስጠር ጥዕና ኢትዮጵያ ኣፍሊጡ። ኣብ መወዳእታ ዜናና፣ ጸሓፊ ጉዳያት ወጻኢ ኣመሪካ ማርኮ ሩቢዮ ኣብ ልዕሊ ሓይልታት ቅልጡፍ ደገፍ ኣህጉራዊ ስጉምቲ ክውሰድ ጸዊዖም ዝብሉ ዜናታት እዚ ዕለት እዮም። ናብ ዝርዝሮም ክነስግረኩም። ብሰንኪ ኲናት ፅንተት ዓንዩ ዝነበረ ታሪኻዊ መስጊድ ነጋሽ ከይዲ ፅገና ምዝዛሙ ቢሮ ባህልን ቱሪዝምን ኣፍሊጡ። ቢሮ ባህልን ቱሪዝምን ብሰንኪ ኲናት ፅንተት ዓንዩ ዝነበረ መስጊድ ነጋሽ ከይዲ ፅገና ብምዝዛብ ናብ ዩኔስኮ ንምምዝጋብ መባእታዊ ስራሕ ከምዝጀመረ ኣፍሊጡ። ምስዚ ብምውዳድ ደጋዊ መልክዕ እቲ ቅዱስ ስፍራ ንነበርቲ ብጻሕቲ ዓዲን ሰሓቢ ንምግባር ምስቲ ቲካ ዝተብሃለ ናይ ቱርኪ ናይ ልምዓት ትካል እናሰርሐ ዝርከብ እዚ ቢሮ ኣብዚ ስራሕ ዝምልከቶም ኣካላት ምሉእ ኣፍልጦ ክህልዎምን ድጋፍ ክትትል ክገብሩ ዝኽእል ምስቲ ወከልቲ ዝምልከቶም ኣካላት ከምዝዘተ የፍሊጡ ኣሎ። መስጊድ ነጋሽ መበቆላዊ ትሕዝቶ ዘኽብር ጽሬት ዘለዎ ስራሕ ንምስራሕ ሓብራዊ ኣንፈት ተቐሚጡሉ ናብ ተግባር ከም ዝተሰጋገረ ኣብ እዋን ክውዳእ ናይ ኩሉ ዝምልከቶ ኣካል ድጋፍን ክትትልን የድልዮ ይብል ካብ ዕላዊ ገፅ እቲ ቢሮ ዝተረኽበ ሓበሬታ። ሌትናንት ጀነራል ፃድቃን ገብረትንሳኤ ኣብ ትግራይ እናሃለወ ብዝለዓለ ስምዒት ንዲሞክራታይዜሽን፣ ናፃ ትካላት ምጥያሽ ወዘተ ይሰብኽ ነይሩ፣ ኣብ ኢትዮጵያ ዘለዎ ባህሪኸ እንታይ ይመስል? ሕዚ ናብ ፌደራል መንግስቲ ምስ ተጸግዐ ድማ ካብኡ ትጽቢት ዝግበር ዝነበረ እቲ ኣብ ትግራይ ዝጽዕኖ ዝነበረ ብሃገር ደረጃ ክቕጽለሉ እሞ ኣብ ኢትዮጵያ ናጻ ትካላት ክጣየሻ ክጽዕር ቦርድ መረጻ ኢትዮጵያ ካብ ፖለቲካዊ ጽዕንቶ ናጻ ክኸውን መሳርሒ ኩናት ከይኾን ክሰርሕ ጽንሰ ሓሳብ ዲሞክራታይዘሽን ኣብ ኢትዮጵያ ብምስፍሕፋሕ ነጻ ዝኾነ ኩሉ መዳይ መስርሕ ክህሉ ብዘሕዝን ደረጃ ግን ብዓፋር ኮይኖም ትግራይ ንዝወግዑ ዕጡቓት ናይ ጦር ኣበጋዝ ኮይኑ እዩ ተረኺቡ። ሌትናንት ጀነራል ጻድቃን ኣብ ናይ ሰላም ጻውዒት ዝተሓበአ ሰብ'ዩ፣ ብሓደ ወገን ናይ ሰላም ጻውዒት እናቕረበ ብኻልእ ገጽ ድማ ኲናት ዘይቐር'ዩ ዝብል ዕንወት ዝናፍቕ፣ ቅድም ክብል ድማ ሰምሃል መለስ ክዳን በጊዕ ዝተኸድነ ተኹላ ክትብል ዝገለጸቶ ምንባራ ዝዝከር'ዩ።
እታ ዝርእዮ ዘለኹ ወታደራዊ ትዕግስቲ ገደብ ኣልቦን ቅድመ ኩነት ዘይብሉን ኣይኮነን ክትብል ትሕና። ሓደን ብምሕጽንታ ጸኒሓ ብነገር ትተናኾላ ዘላ ኢትዮጵያ ምስ ኤርትራ ዘለዋ ነገር ናይ ምዳይል ደረጃ ኤርትራ ደቂሳ ንኸይትሓድር ጥራሕ ዝዓለመ እዩ ዝመስል። ኢትዮጵያ ብምኽንያት በሪ ባሕሪ ንኤርትራ ብዙሕ ግዘ ኣብ ምትንዃላት ተጸሚዳ ትርከብ። ሓደ ንዕረቑኒ ካልኣይ ክወርር የግደፉኒ እናበለት ትምሕጸን ትግልገል ዘላ ኢትዮጵያ ኣብ ዛዕባ ኤርትራ ዝሓዘቶ ቅዋም ትብዕ ፍርሒ ዝዓይነቱ ኣካይዳ እዩ። እዚ ዓይነት ኤርትራ ደቂሳ ንኸይትሓድር ዝመስል ኣካይዳ እዩ። ቅድሚ ትማሊ ብወጻኢ ጉዳይ ሚኒስትራ ምስ ኤርትራ ኣተዓርቑኒ እናበለት ዝወዓለት ኢትዮጵያ፣ ገና ዕስራን ኣርባዕተን ሰዓት ኣብ ዘይመልኦ ድማ ብዶብ ዘለልን ብዕጡቓትን ምስልጣንን ኤርትራ ነኺሳ ከም ዝሓዘታ እያ ትገልጽ። ብተወሳኺ'ውን ዓሰብ ቅድሚ ዝሃቦ ስትራተጂካዊ ጉዳይ እዩ ክትብል ንኤርትራ ሕማም መርዘን ኮይናታ ኣላ። ዘርእዮ ዘለኹ ወተሃደራዊ ትዕግስቲ ገደብ ኣልቦን ቅድመ-ኩነት ዘይብሉን ኣይኮነን ክትብል ድማ ትሕነን። ኢትዮጵያ እተቕርቦ ዘላ ክሲ ኤርትራ ንዕጡቓት ትድግፍ እያ፣ ልኣላውነተይ እትጥሕስ ኣላ ዝብሉን ጉዳይ ዓሰብ ኣብ ዝምልከት ዋኒንን ምዃኑ'ዩ። ብተወሳኺ ድማ ንልዕሊ ሓሙሽተ ዓመታት ሰራዊት ኤርትራ ኣውረሪሑ ወዚዎ ዘሎ መሬት ትግራይ ብፍቓድ ብልጽግና ኮይኑ ጸኒሑ እናሃለወ ሕዚ ድማ ከም ምኽንያት መሬተይ ወሪሩኒ ክብሉ ክኸሰስቲ መሲሎም ደበኽ ኢሎም ኤርትራ ኣብ ልዕሊ ኢትዮጵያ ብረት ንዘልዓሉ ጉጅለታት ኣብ ምዕጣቕ ተጸሚዳ ኣላ ክብሉ ድማ ይኸሱ። እዞም ሓቅታት ኢትዮጵያ ናይ ምክልኻል መሰላ ክትጥቀም ዝገብሩ እዮም ይብሉ። እዚ ፍርሕ ትብዕ ኣካይዳ ኤርትራ ንኢትዮጵያን ንሕማም መርዘን ካብ ምዃን ኣይውዓለን። ዝለዓለ ውግዘትን መጠንቀቕታን ኣመሪካ ኣብ ልዕሊ ክልቲኤን ሃገራት ግን ነቲ ጎንጺ ደፊኤን ከይቕጽላሉ ዝገበረ ኮይኑ ኣሎ። ኣመሪካ ንኤርትራ ንኢትዮጵያ ኣብዚ ዞባ ዝገብረኦ ዘለዋ ኣሉታዊ ጽልዋ ጥንክር ዝበለ መጠንቀቕታ ድሕሪ ምሃባ እቲ ዝነበረ ወጥሪ ኲናት ዘህደእ ምዃኑ'ዩ ተገሊጹ ዘሎ። ኣብ ክልል ደቡብ ከተማ ጂንካ ዘጋጠመ ሕማም እንታይነቱ ብምርመራ ከም ዝተረጋገጸ ሚኒስቴር ጥዕና ኢትዮጵያ ኣፍሊጡ ኣሎ። ኣብ ኢትዮጵያ ክልል ደቡብ ከተማ ጂንካ ዝተራእየ ሕማም ሄሞራጂክ ፌቨር

እቲ ሕማም ንምግታእን ዝከኣሎም ኩሉ ንምግባርን በቲ ሕማም ዝተለኽፉ ሰባት ንምሕካምን ይጽዕሩ ምህላዎም እውን ኣመላኺቶም። ውድብ ጥዕና ዓለም ነቲ ክትትል እቲ ዘጋጠመ ሕማም ዝውዕል ሰለስተ ሚእቲ ሽሕ ዶላር ድጋፍ ከም ዝገበረ ይዝከር። ኣብ መወዳእታ ዜናና፣ ጸሓፊ ጉዳያት ወጻኢ ኣመሪካ ማርኮ ሩብዮ ኣብ ልዕሊ ሓይልታት ቅልጡፍ ደገፍ ኣህጉራዊ ስጉምቲ ክወስድ ጸዊዑ ኣሎ። ማርኮ ሩቢዮ ነቲ ኣብ ኣል-ፋሺር ብጃምላዊ ቅትለት ንዝኽሰስ ሓይልታት ቐልጡፍ ደገፍ ሱዳን ዝግበር ዘሎ ቀረብ ኣጽዋር ደው ክብል ንሓይልታት ቐልጡፍ ደገፍ ዘዕጠቕ ኩነታት ሱዳናውያን ዘኽፈእን ዝበለ ሃገራት ከኣ ካብ ተግባራተን ከቑጠባ ከም ዘጠንቀቐ ቢቢሲ ኣብ ናይ ትማሊ ዜና ጸብጺቡ ኣሎ። ሩቢዮ ኣብ ካናዳ ኣብ ዝተኻየደ ናይ መወዳእታ ኣኼባ ሚኒስተራት ጉዳያት ወጻኢ ጉጅለ ሸውዓተ ኣብ ዝሃቦ መግለጺ ሓይልታልት ቐልጡፍ ደገፍ ኣብ ልዕሊ ሲቪላትን ቅትለት ዘረፋን ጾታዊ ዓመጽን ሓዊሱ ስርዓታት ግፍዒ ከም ዝፈጸመ ኣቃሊዑ።
መንግስቲ ሱዳን ንሰራዊት ዳዕመ ሰሪዕ ኣጽዋር ተዕጥቕ ኣላ ብምባል ንኢምራት ዓረብ ብተደጋጋሚ ክኸስስ ምጽንሑ ዝፍለጥ እዩ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከንቢትና ሰሰናዩ ንዓኹም ሰላም ንዓኺ ትግራይ።